ዝኸበርኩም ናይዚ ብሄራዊ ናይዚ ኮንፈረንስ ዞባዊ ኮንፈረንስ ተሳተፍቲ ዝኾንኩም ተወከልቲ ናይ ኩለን ወረዳታት ዞባ ደቡብ ምብራቕ ዝኸበርኩም ናይዚ መድረኽ ዕዱማ ተጋይሽ ኣመራርሓ ውድብን መንግስትን እንኳዕ ናብዚ ድሙቕ ኮንፈረንስ ብሰላም ኣራኸበና። እዚ ኮንፈረንስ እዚ ናይ መጠቓለሊ ኮንፈረንስ እዩ። በብግዚኡ በብመድረኹ ኣብ ሰፋሕቲ ዝኾኑ ምይይጣት ኢና ቀኒና። ካብ ዝሓለፈ ሰንበት ጀሚሩ ኣብ ኩሎም ከባብታት ውድብ ምስ ህዝቢ ክራኸብ ኣለኒ፣ ኣብ ተመሳሳሊ ዝኾነ ኣረዳድኣን ኣተሓሳስባን ክንበፅሕ ክንማየጥ ኣለና ኢሉ ኩሉ ማእኸላይ ኮሚቲኡ ኣውፊሩ ኣብ ኩሎም ወረዳታት ኣብ ኩሎም ከተማታት ናይ ትግራይ ምይይጥ ጀሚሩ። ቀፂሉ እውን ብዝተፈላለዩ ንኡሳን ሕብረተሰባዊ ክፍልታት ሰፋሕቲ ዝኾኑ መድረኻት ተኻይዶም ከም ህዝቢ ኣብ ምርድዳእ ዝበፃሕናሉ ዓብዪ ውራይ ዓብዪ ኣጀንዳ ኣለና። ውድብ ህዝባዊ ወያነ ሓርነት ትግራይ ኣብ ከምዚኦም ዝመሰሉ ዓበይቲ ብሄራዊ ኣጀንዳታት ከም ውድብ መሪሕ ውድብ ስለ ዝኾነ ዘቕምጦም ሓሳባት ይህልዉ፣ ግን ድማ እቲ ዝሓሰቦ ሓሳብ ምስ ህዝቢ ተዛትዩን ተማኺሩን እቲ ዝሓሰቦ ሓሳብ ትኽክል ምዃኑን ዘይምዃኑን ህዝቢ ከመይ ከም ዝሪኦ ዘትዩ ተራዳዲኡ እዩ ናብ ተግባራዊ ምንቅስቓስ ዝኣቱ። እዚ ባህሪ ናይ ውድብና እዩ። ብኡ መሰረት እቲ ሕዚ በፂሕናዮ ዘለና መደምደምታ እቲ ውድብ ዝበፅሖ ቅዋም ትኽክለኛ ድዩ ህዝቢ ኣብ ጎኑ ኣሎ ዶ? ነዚ ከምዚ ዝመሰለ ኣተሓሳስባን ኣራእያን ኣብ ጎንና ኣሎ ድዩ እቲ ህዝቢ? እቲ ውድብ ትኽክለኛ መርገፅን ቅዋምን ድዩ ሒዙ ዝብል ንምዝርራብን እቲ ስራሕ ክስራሕ እንተድኣ ኮይኑ ድማ ብናይ መልኣተ ህዝቢ ንጡፍ ተሳትፎ፣ ብናይ ህዝብና ወሳናይ ተሳትፎ ዝፍፀም ስለዝኾነ ክንረዳደኣሉ ክንማየጠሉ ነይሩና። ኣጀንዳና እንታይ እዩ? ብሄራዊ ኣጀንዳና ዘበት ንብሄራዊ ብርሰት ይብል። መሪሕ ሓሳብና ንሱ እዩ። ዘበት ንብሄራዊ ብርሰት ዝብል ንምንታይ ከምኡ ኢልና? ንምንታይ ናብዚ መደምደምታ እዚ በፂሕና? እምብልና ኣይንበርስን፣ እምብልና ኣይንፀንትን፣ ዘበት ንብሄራዊ ብርሰት ንምንታይ ኢና ኢልና? ኩላህና ከም ንፈልጦን ኣብ መመድረኹ እውን ብስፍሓት ከም ዝረእናዮን፣ እዚ ኣብ ፖለቲካዊ ስልጣን ናይዛ ሃገር ተቖጻጺሩ ዘሎ ስርዓት ብልጽግና፣ መጀመርያ ስልጣን ምስ ሓዘ፣ ኣብ ስልጣን ክጸንሕን ዕድመ ክረክብን ዝኽእል ንህዝቢ ትግራይ ብምጥፋእን ብምጥፋእን ጥራሕ እዩ ኢሉ ኣብ ልዕሌና ጀኖሳይዳዊ ኲናት ኣዊጁ ንልዕሊ ክልተ ዓመት ንዓለም ዘስደመመ ከቢድ ኩናት ኣካይድና ኣብ ልዕሌና ዘርዚርካ ዘይውዳእ ጭካነ ግፍዒ ኣብ ልዕሊ ህዝቢ ትግራይ በፂሑ ህዝቢ ትግራይ ግን ህልውናይ ከረጋግፀለኒ ኢሉ ስኑ ነኺሱ ተቓሊሱ ኣብ መወዳእታ ናብ ስምምዕ ፕሪቶርያ በፂሕና ኢና ናብ ስምምዕ ፕሪቶርያ ክንበፅሕ እንተለና ሕዚ እውን እቲ ስርዓት ኣብ ልዕሌና ዝሓዞ ትልሚ ህዝቢ ትግራይ ከም ህዝቢ ናይ ምጥፋእ መደብ ገዲፉ ዘይኮነስ ተገዲዱ ብሓይሊ ክጭፍልቐና ከም ዘይኽእል ርእዩ ኣብ ውሽጢ ብዝገበርናዮ ተሪር ቃልሲ ፅንዓት ብዝልዓለ ናይ እምብርከኽን በሃላይነት መንፈስ ህዝቢ ትግራይ ከም ሓደ ሰብ ኮይኑ ካብ ጫፍ ናብ ጫፍ ብዘካየዶ ቃልሲ ተገዲዱ ናብ ናይ ስምምዕ ፕሪቶርያ ኣትዩ ነይሩ። ስምምዕ ፕሪቶርያ ምስ ተፈጸመ ብኣና ወገን እቲ ኲናት ካባና ንላዕሊ ዝጸልኦ ስለ ዘየለ፣ ኲናት እንታይ ዓይነት ዋጋ የኽፍለካ ስለ ንፈልጥ፣ ዋላ ንሓጺር ግዜ እውን እንተኾነ ሰላም ክርከብ ድልየትና ስለ ዝነበረ፣ ብሰላማዊ መንገዲ እቲ ዝደለናዮ ነገር ክማለእልና እንተኽኢሉ ድማ ንሕና እቲ ኲናት ስለ ዘይንደልዮ ናብ ስምምዕ ፕሪቶርያ ኣቲና ኢና። ብኡ መሰረት ንሕና ስምምዕ ፕሪቶርያ ክፍፀም፣ እቲ ብዂናት ዝተሃሰየ ህዝብና ዝበፅሐና ግፍዕን በደልን ብሕጊ ክሕተት፣ ግን ኣብ ኲናት ስለዝነበርና ብዂናት ዝበፅሐና ጉድኣታት ክሓዊ፣ ናብ ዳግመ ህንፀት እውን ክንከይድ፣ ወሪሮም ዝሓዙና ፀላእቲ ክወፁ፣ ኣብ ትሕቲ ወረርቲ ዘሎ ህዝብና ሓራ ክወፅእ፣ ተሰደደን ተፈናቐለን ህዝብና ናብ መረበቱ ክምለስ፣ ብኣውርኡ ድማ ናብ ኲናት ዘእቱ ምኽንያት እንታይ ነይሩ ዝብል ብዘተ ብድርድር ተራእዩ ዘላቒ ዝኾነ መፍትሒ ንክርከብ ኣሚንና ኣብ ስምምዕ ፕሪቶርያ ዝኣተናሉ ኩነታት ንክፍፀም ለይትን ቀትርን ዝሰራሕናሉ ኩነታት ነይሩ። ስምምዕ ፕሪቶርያ ጎደሎታት ስለዘይብሉ ኣይኮነን፣ ዝጎድኣና ነገር ስለዘይነበሮ ኣይኮነን ግን ሰላም ስለንደሊ፣ ዝተረፈና ነገር ብሰላም ክንምልእ ኢና ኢልና ኢና ኣቲና ኔርና። ንሕና ንዝሓለፈ ኣስታት ኣርባዕተ ዓመታት ብሰላማዊ መንገዲ ጉዳይና መዕለቢ ክረክብ፣ ናይ ህዝብና ጸገማት ክፍትሑ ለይትን ቀትርን እናሰራሕና፣ እናተማሕጸንና፣ በቲ ካሊእ ገጽ ግን ጸላኢ እታ መጀመርያ እውን ዝሓሰባ ነዚ ህዝቢ እዚ ከየጥፋእኹ ኣብ ስልጣነይ ክጸንሕ ኣይክእልን ዝብል ጨካን ዝኾነ ውሳነ ንዓኣ ንክምልእ ናሰርሐ ፀኒሑ ንሕና ንሰላም ንሰርሕ ፀላኢ ንዓና ንከጥፈኣና ይዳሎ ንሕና ንዓለም ምሕፅንታ ነቅርብ ስምምዕ ፕሪቶርያ ኣይፍፀምን ዘሎ በጃኩም ናብ ካሊእ ኹናት ዙር ከይንኣቱ ረእዩና ንብል ብካሊእ ገፅ ድማ ፀላኢ ሓይሊ ሰቡ የጣናክር ኣፅዋራት ይሽምት ንዓና ንምጭፍላቅ ኩሉ ዓይነት ምድላዋት እንዳገበረ እዩ ፀኒሑ። ናብዚ ሕዚ በጺሕናዮ ዘለና መደምደምታ ክንበጽሕ ዝኸኣልና፣ ብሰላም ክንገብሮ ዝግበእና ጻዕርታት ኩሉ ብዘየናስሕ መንገዲ፣ ካብ ዝግባእ ንላዕሊ እውን ዋጋ እናኸፈልና፣ ብሰላማዊ መንገዲ ኩሉ ነገር ንክእለ ሰሪሕና፣ ደኺምና፣ ጽዒርና ከም ውድብ፣ ከም መንግስቲ። መወዳእታ ግን እንታይ እዩ ዝኸውን ዘሎ ንሕና ንሰላም እንዳሰራሕና ፀላኢና ግን ሕዚ እውን መሊሱ ተመሊሱ ከንበርክኸና ክገዝኣና ካብዚ ዝኸፍኣ ድማ ከም ህዝቢ ከም ብሄር ከጥፈኣና ኩሉ ምድላዋቱ ወዲኡ ከቢቡና። ከቢቡና ልዕሊ ሸሞንተ እዝታት ናይ ኣጋር ሰራዊት ናይ ኢትዮጵያ ንትግራይ ከቢቦማ ኣለው። ልልዕሊ ኣርባዕተ ክፍለ ሰራዊታት መካናይዝድ ሓይሊ ዝበሃል ንትግራይ ከቢቡዋ ኣሎ። ሕዚ ድማ ተወሰኽቲ ዓቕምታት ናይ ፍሉይ ሓይልታት ናብ ትግራይ ኣፀጊዑ ኣሎ። ብሓፈሽኡ ነዚ ህዝቢ እዚ ከጥፍእ እየ ጥራሕ ዝበለ ብዘይካ ነዚ ህዝቢ እዚ ምጥፋእ ካሊእ ኣማራፂ የብለይን ዝበለ ሓይሊ ስለዝኾነ ገጢሙና ዘሎ ንሕና እንታይ ክንገብር ኣለና? ከም ህዝቢ ክንጠፍእ ክንፈቅድ? መፂኡ ክሳዕ ዘጥፈኣና ዝቐትለና ክንፅበ? ከም ብሄር ነሽሓት ዓመታት ውልድ ወለዶ ህዝቢ ትግራይ ከም ህዝቢ፣ ወርቃዊ ዝኾነ ታሪኽ እናፈፀመ ዝፀንሐ፣ መንነቱን ክብሩን ሓልዩ ዝፀንሐ ህዝቢ ኣብዚ ወለዶ እዚ በፂሑ ክበርስ ክጠፍእ ኣይኾንን። ኣይኾንን። ዘበት ንብሄራዊ ብርሰት ማለት ትርጉሙ ንሱ እዩ። ኣይንበርስን ኢና ንሕና ንብል ዘለና። ኣይንጠፍእን ኢና ንብል ዘለና ካብዚ ንላዕሊ ብዛዕባ ኻሊእ ሓይሊ ንደልዮ የብልና ብዛዕባ ናይ ሃገር ስልጣን ንብህጎ የብልና ኣይንበርስን ኣይንጠፍእን እምብልና ኢና ንብል ዘለና እዚኣ ብስፍሓት ምስ ህዝብና ተራዳዲእናላ ትኽክል ያውም ዘንጊዕኹም ኢሉና ትኽክል ብሄራዊ ህልውናና ክረጋገፅ ተኾይኑኸ እንታይ ክኸውን ኣለዎ? እቲ ከጥፈእና ዝደሊ ዘሎ ስርዓት ስርዓት ብልፅግና ነቲ ንህዝቢ ትግራይ ከየጥፋእኹን ከይደምሰስኩን ከም ብሄር ኣይዓርፍን ዝብል ዘሎ ስርዓት ብልፅግና ክሳዕ ንበርስ ክሳዕ ንጠፈእ ኣይንፅበይን ኣብ መቓብሩ ኢና ህልውናና ነረጋግፅ ካሊእ መማረፂ ስኢንና ኢና። ብሰላም ብዝርርብ ብድርድር ኩሉ ነገር ሞኪርና ኣብዩና እዩ። ስለዝኾነ ህልውና ህዝቢ ትግራይ ዝረጋገፅ ኣብ መቓብር ጀኖሳይዳዊ ስርዓት ብልፅግና እዩ ዝብል ብግልፂ ምስ ህዝብና ተማይጥና ተራዳዲእና ኣብ ከምዙይ ዝመሰለ መድረኻት ሰፋሕቲ ዝኾኑ ሪኢቶታትን ሓሳባትን እንዳተውሃብሉ ተማይጥና ደምዲምና ኢና። ኣብዚ ዘሎ ናይዚ ኮንፈረንስ ተኻፋላይ እውን በብጣብይኡ፣ በብወረድኡ፣ በብቑሸቱ ተመሳሳሊ ዝኾነ ምይይጣት ኣካይዱ እዚ መዛዘሚ ኮንፈረንስ ዝካየደሉ እዩ ዝኸውን ዘሎ ማለት እዩ። እዚ ምስ ህዝብና ዘካየድናዮ ምይይጥ ዘርእየና ነገር እንተሃለወ፣ እቲ ዝተወሰነ ውሳነ ትኽክል ምዃኑ እዩ። እቲ ሓሳብ ዘልዓልናዮ ትኽክል ምዃኑ እዩ። ዘበት ንብሄራዊ ብርሰት ዝብል መላእ ህዝቢ ትግራይ እዩ ኣላዒልዎ ኣብ ውሽጢ ዓዲ ይኹን ኣብ ወፃእ ዘሎ። ህልውናና ዝረጋገፅ ኣብ መቓብር ስርዓት ብልፅግና እዩ ዝብል ነገር ኩሉ ህዝቢ ተራዳዲኡሉ እዩ። ስለዚ ነዚ ከምዚ ዝመሰለ ሓሳብ ካብ ተራዳዳእናሉን ትኽክል እዩ ኢልና ካብ ወሰናን ንተግባራውነቱ ክንወፍር ኣለና ማለት እዩ። ንተግባራውነቱ ክንወፍር ከለና ከም ዞባ ደቡብ ምብራቕ ኣብዚ ከምዚ ዝመሰለ ብጣዕሚ ድሙቕ ዝኾነ ህዝባዊ ኮንፈረንስ ንክንበፅሕ ሕልፍ ኢልና ዝመፃእናዮ ጉዕዞ እንተሪእና ኮይንና ዝሓለፈ ሰለስተ ዓመትን ትሽዓተ ወርሕን ኣቢሉን ልዕሊኡን ኣብ ከመይ ዝመሰለ ሕምስምስ ከም ዝነበረ ንፈልጥ ኢና። ብፍላይ ድሕሪ ስምምዕ ፕሪቶርያ ግዝያዊ ምምሕዳር ምስ ተመስረተ፣ ኣብ ክንዲ ንስምምዕ ፕሪቶርያ ንህዝቢ ትግራይ ወጊኑ ናይ ህዝቢ ትግራይ ረብሓ ብዘረጋግፅ መንገዲ ክፍፅም ዝሰርሕ ናይ ብልፅግና ስርዓት ተለኣኣኺ ዝኾነ ሓይሊ፣ ባንዳ፣ ንህዝቢ ትግራይ ዝኸድዐ፣ ፖለቲካዊ ስልጣን ናይ ትግራይ ተቖፃፂሩ ስለ ዝነበረ ስርሐይ ኢሉ ዝወፈረሉ ነገር ንህዝቢ ትግራይ ሓድነቱ ምዝራግ፣ ምብትታን፣ እቲ ሓደ ከባቢ ምስቲ ካሊእ ከባቢ ክጋጮ ምግባር፣ ኣብ ሞንጎ ሕብረተሰብ እውን መንእሰይ ምስ ዓብዪ ምስ ወላዲኡ ክጋጮ ምግባር፣ ሓድነት ህዝቢ ትግራይ ምዝራግ እዩ ነይሩ። ዞባ ደቡብ ምብራቕ ግዳይ ናይ ከምዙይ ዝመሰለ እኩይ ተግባር ናይቲ ዝኸድዐ ብሄራዊ ጉጅለ ኣብ ትግራይ ዝነበረ ግዝያዊ ምምሕዳር ትግራይ ዝተቖፃፀረ ናይዚ ከምዙይ ዝመሰለ ግዳይ እዩ ነይሩ። እንታይ ዓይነት ሽግር ከም ዝበፅሐኩም በብጣብያኹም በብወረዳኹም ትፈልጥዎ ኢኹም። ነንባዕልና ክንናኸስ ነንባዕልና ክንባላላዕ ሓደ ከባቢ ምስቲ ካሊእ ከባቢ ክጋጮ ከምዚ ዝመሰለ እኩይ ስራሕቲ እንዳሰርሐ ፀኒሑ ሳላ ናይቲ ለባም ዝኾነ ህዝብና ቃልሲ ፈታዊኡን ፀላኢኡን መምዩ ዝፈልጥ ህዝቢ ዕቑር ተመክሮን ዓቕሚን ዘለዎ ህዝቢ ግን ንኸምዚ ዝመሰለ ናይቶም ባንዳታት ናይቶም ከዳዓት ተግባር ኣለልዩ ተረዲኡ ኣይ በዚ መንገዲ እዚማ ደድሕሬኹም ኣይስዕብን ኢሉ ደድሕሬኹም ኣይስዕብን ኢሉ ኣብዚ ኮይኖም ዝሕምሱና ዝነበሩ ኣብዚ ኮይኖም ነንባዕልና ክንበኣስን ምስ ካሊእ ከባብታት ክንጋጮን ዝገብሩና ዝነበሩ ናይ ብልፅግና ተለኣኣኽቲ ዝኾኑ ብኸዳዓት ባንዳታት ኣብ ውሽጥና ኮይኖም ዝኸኣልዎ ክሕምሱ ፈቲኖም ናይ ህዝቢ ቃልሲ እናበርተዐ ምስ ከደ ረመፅ እናኾነ ምስ ከደ እናወዓየ ምስ ከደ ግን እዚ ከምዚ ዝመሰለ ናይ ህዝቢ ቃልሲ ክጻወርዎ ስለ ዘይከኣሉ ተንሳፊፎም ወጺኦም ካብ ማእኸልና። ያው ኩላህና ከም ንፈልጦ ኣብ በረኻታት ናይ ዓፋርን ካሊእ ከባብታትን ከርተት ይብሉ ኣለዉ። ምዃን ኣብይዎም ነቲ ሓሲቦሞ ዝነበሩ ነገር ማለት እዩ። ዞባ ደቡብ ምብራቕ ዓቢ ታሪኽ ዘለዎ ህዝቢ እዩ። ናይ ቅድሚኡ ዝነበረ ናይ ቃልሲ ታሪኽ ከም ዘለዎ ኮይኑ ናይ ሽሕን ትሽዓተ ሚእትን ስሳን ሸውዓተን ወያነ ክጅመር እንተሎ ዳግማይ ወያነ ኢሉ ንምንታይ ቅድሚኡ ቀዳማይ ወያነ ስለ ዝነበረ ቀዳማይ ወያነ ዝነበረ ድማ ኣብዚ ከባቢ እዚ እዩ ናይ እምብለይ ኣይምብርከኽን በሃላይነት ታሪኽ ዘለዎ ህዝቢ እዩ ምውያን ዘምሃረ ዘልመደ ህዝቢ እዩ ኣይግዛእን እምቢ ዝብል እዚ ከምዚ ዝመሰለ ናይ ቃልሲ ወነን ታሪኽን ዘለዎ ህዝቢ ዳግማይ ወያነ ምስ ተጀመረ ሽሕን ትሽዓተ ሚእትን ስሳን ሸውዓተን እውን ኣብ ጎኒ መሪሕ ውድቡ ህወሓት ኮይኑ ተቃሊሱ ወይኑ ብትግራይ ደረጃ ዝፍለጡ ብጣዕሚ ነባራት ጀጋኑ ዝኾኑ ወየንቲ ኣብዚ ከባቢ ነይሮም ጀጋኑ ዝኾና ሽግ ወየንቲ መራሕቲ ባይቶታት ኣብ ዞባ ደቡብ ምብራቕ ነይረን። መርኣያ ንኻልኦት ክኸውን ዝኽእል ብቓልሱን ብጽንዓቱን ማለት እዩ። ከምዚ ዝመሰለ ምትእስሳር ኣብ መንጎ ህወሓትን ኣብ መንጎ እዚ ዞባን ዝነበረ ናይ ቃልሲን ናይ ወያናይነትን ምትእስሳር እዩ። እዚ ከምዚ ዝመሰለ ታሪኽ ሕዚ እውን ተደጊሙ። ኣብቲ ናይ ዝሓለፈ ዓሰርተ ሸውዓተ ዓመት ጥራሕ ዘይኮነስ ኣብዚ ናይ ሕዚ ብሄራዊ ክሕደት ዝፈጸመ ጉጅለ ኣብ ልዕሌና፣ ዝተፈላለየ ናይ ምክፍፋልን ምግምማዕን ስራሕቲ እንትሰርሕ እንተሎ፣ ዞባ ደቡብ ምብራቕ ካብ መሪሕ ውድቡ ህወሓት ክንፅልን ምስ መሪሕ ውድቡ ህወሓት ከባእስን ፃዕሪ እንትካየድ እንተሎ፣ ምስ ካልኦት ከባብታት ህዝብታት ከባእሱ ፃዕሪ እንተካይዱ እንተለው እዙይ ናትና ባህሪ ኣይኮነን፣ እዙይ ንዓና ዝገልፀና ኣይኮነን ወጊድ ኢልዎም። እዚ ናይ ሕዚ ወለዶ እውን ማለት እዩ። ስለዚ ናይ ዝሓለፈ ነባራት ሰብ ታሪኽ ወለዶም ወለደን ወሪሶም ሕዚ ዘሎ መንእሰይ ድማ ተመሳሳሊ ዝኾነ ቅያን ታሪኽን እዩ ዝደግም ዘሎ። ሰጊርዎ ነቲ ኣብ ውሽጥና ዝነበረ ሕምስምስ ሰጊሩ ሕዚ ዞባ ደቡብ ምብራቕ ከም ኩለን ዞባታት ናይ ትግራይ ኣብ ሙሉእ ምርግጋዕ ዘሎ ኩሎም መደባት ኣብ ካልኦት ከባብታት ዝፍፀሙ ኣብ ዞባ ደቡብ ምብራቕ እውን ዝፍፀመሉ ከም ኩሉ ተረጋጊዑ ምምሕዳራዊ ስራሕቲ ይኹን ካልኦት መደባት ዝፍፅመሉ ኩነታት እዩ ተፈጢሩ ዘሎ። እዚ ሳላ ሳላኻትኩም፣ ሳላ እዚ ለባም ህዝቢ እዚ፣ ሳላ ዘብዚ ዝኒሀ መንእሰይ፣ ዓብዪ፣ ደቂ ኣንስትዮ፣ ደቂ ተባዕትዮ፣ መራሕቲ ሃይማኖት ኩሉኹም ንስኻትኩም ዝገበርኩሞ ቃልሲ እዩ ዞባ እዚ ኣብዚ ሕዚ በጺሕዎ ዘሎ ብርኪ በጺሑ ዝኒሀ ማለት እዩ። ስለዚ ሓደ ፈተና ሰጊርና ኢና ብቶም ከዳዓት ኣብ ልዕሌና ንኸፈላልዩና ሰሪሖሞ ዝነበሩ ስራሕ ማለት እዩ። ሕዚ ድማ ዞባ ደቡብ ምብራቕ ከም ኩሉ ዞባታት ትግራይ ዘበት ንብሄራዊ ብርሰተብ ዝብል ኣጀንዳ ተማይጡ ህልውና ህዝቢ ትግራይ ዝረጋገፅ ኣብ መቓብር ጄኖሳይዳዊ ስርዓት ብልፅግና ኢሉ ደምዲሙ ናብ ተግባር ንውፈር ኢሉ ኣሎ። ልክዕ ከምቶም ካልኦት ዕዉታት ስራሕቲ፣ እዚ ሕዚ ንወፍረሉ ስራሕ እውን ዕዉት ከም ትገብርዎ ምንም ጥርጥር የብለይን። ቅድሚ ሕዚ ብዘገበርኩሞ ቃልሲ ከም ውድብ ብፍላይ ኣብ ዝሓለፈ ሰለስተ ዓመትን ገለን ዝነበረ ብጣዕሚ ዝተሓላለኸ ቃልሲ ዘካየድኩሞን ኣብዚ ደረጃ እዚ ዘብፃሕኹሞን፣ ከም ውድብ ዝለዓለ ክብሪ ዝለዓለ ናእዳ እዩ ዘለና። ሕዚ እውን ሕዚ እውን ነቲ እንኣትዎ ዘለና ቃልሲ ኣብ ዝለዓለ ዓወት ከም ተብፅሕዎ ምንም ጥርጥር የብለይን። እቲ ዋና ነገር ብሓሳብ ምርድዳእን ተመሳሳሊ ዝኾነ ሓሳብ ሒዝካ ምውፋርን እዩ። እቲ ቀንዲ ዓወት እቲ ብሓሳብ ተራዳዲእናዮ ዘለና ነገር እዩ ኣብዚ ከብ በፃሕና ድሕሪ ሕዚ ዝህልወና ቃልሲ ከምዚ ኢልና ብስሙርና ከምዚ ኢልና ብሓድነትና ኣጣናኺርና ክሳዕ ዝወፈርና ኣብ ቅድሜና ዝፀንሕ ማንም ሓይሊ የለን ሒዝናዮ ዘለና መደብ ክንዕወት ኢና ክንዕውቶ ኢና ሕዚ እውን ዘበት ንብሄራዊ ብርሰት ህልውናና ዝረጋገፅ ኣብ መቃብር ጀኖሳይዳዊ ስርዓት ብልፅግና እዩ ክብርን ሞገስን ንስውኣትና የቐንየለይ።